እንታይ ክረክብ ደኣ ሕጉስ ትመስል ክትብል ዲኻ? እንድዒ ኢልካ ስቕታኻን ሓጎስካን እንድዩ ሓደ ዝመስል ኮይኑ። ንዓ'ባ ነዛ ዘረባ መልሰላ፣ ከመይ ገይሩ እዩ ክልተ ኣንጻር ብሓደ ክኸይድ? እሞ እንድዒ ኢልካ ንኣብነት ሕጂ ምስ መስፍን'ሲ ኣብ ገጽኩም ትመሳሰሉ ኢኹም ደፊረ ዶ? ኣነን መስፍን'ሲ ሓደ ንመስል? እዛ ዘረባ እዚኣስ ትጠቕዓላ ኢኻ? ኣብ ልቦና እኮ ኣይበልኩን ኣብ ገጽ እየ ኢለ። ንኣብነት ሕጂ ንስኹም ክልቴኹም'ሲ እቲ ገጽኩም ከምዚ ናይ እምኒ ዓሌት ሓደ እዩ ዝመስል ሕጂ መስፍን ሪኢኻ ኣለኻ እቲ ገጹ ከምዚ ውሻል እዩ ዝመስል ሸሊሕ ንስኻ ከኣ ንቲ ገጽካ እምኒ ገጽ ኣርባዕተ በርባዕተ ኣታ እዚ እኮ ትዕድልቲ እኮ እዩ ኣሽሙር ከይመስለካ። ዝበልካ በል ደኣ እምበረይ እዛ ጼረያ መጽየ ዘለኹ ሓጎስ ከተሕድገኒ ኣይትኽእልን ኢኻ ወድሓር ከኣ ንስኻስ ካብ መን ጸቢቅካ ዘይተመልኣ ገዛ። ኣንታስ እንተ በል ኣነ ዝበልካ ደኣ በል እምበር እታ ኣብ ልበይ ዝሓሰብኩዋ ሓቂ ንሳ በል ደኣ ሕጂ እንታይ ኢኻ ኮን ካበይ ኢኻ ጸኒሕኻ እ ከምታ ኩሉ ግዜ ትመኽረኒ ንገረኒ ክመኽረካ ሽዑ ሓባይብ ንኸውን። ነቶም ደቀይ ደሃይ ፈተንኦም ክገብር ቤት ትምህርቲ ከይደ ጸኒሐ። እዋይ ኣንታ ንስኻ ከኣ ይጽልኣካን እዩ ንኮን ኮን ኣብ ቤት ትምህርቲ ክትከይድ ኣንታ እዞም መምሃራን ዘይተስርሕዎም ዋ- ውራይ ምህርኦም ድዮም ክገብሩ ዋላ ንዓኹም እዮም ከሳስዩ ኣይ ሓንጣል ኣነስ መስፍን ጥራይ ዘዕሽወካ መስለኒ ነይሩ እምበር ለካ ንነብስኻ ውን ባዕልኻ ትዕሽዋ ኢኻ። ቀስ በል ሌባ ሌባ ተበልዎስ ልባ ልባ ዝበልዎ ይመስሎ ዝበሃል ከምዚ ናትካ እዩ ዝኸውን። ናይ ልብኻ ዲኻ ትዛረብ ዘለኻ? ኣይፋለዩ ናይ እግረይ እባ ኣምሲጥካዮ እኮ እኻ ደቅኻ ንፉዓት ምዃኖም መስኪርናልካ እንድዮም። እሞ ብቀጻሊ እኮ ክትከታተሎም ኣለካ እቲ ሓደ ወደይ ሎሚ ክረምቲ እዩ ሳዋ ክኸይድ ስለዚሲ ናይ ፈተና ነጥቡስ ክከታተሎ ኣለኒ። እዋይ እሞ ሎሚ ክረምቲ ደኣ እቲ ወድኻ ናይ ኣስቤዛ ናይ ሳዋ ኢሉ ክሳሕለካ እዩ ዋይ ዝረኸብካዮ። ኣበይ ደኣ ክተርፍ የግዳስ ኢቲ ወደይ ባባ ኣነ ከም ሰበይ ኣብቲ ምግብና ናይ ተምሃሮ እየ ክምገብ ናይ ውልቀይ ስቤዛ ኣይማልኣን እየ እንተ ደሊኹም ጥሕኒ ጥራይ ኣዳልውለይ ኢሉኒ። ኣንታ ከምኡ እዮም ዝብሉ እምበር ዕርኹትና ገበርዎ ኢሎም ክገብሩ እንድዮም። ዋይ ጥራይ እታ ዕለት ትቕረብ እሞ ኩላ ቅርብዋ ክብሉኻ እዮም ሰበይትኻ እያ ዝገደት ርኢኻ ኣምጻያ እርባ ግዛያ ሽምታ እንዳበለት ክሳብ ሞንጸሮር ዝሕዘካ ርእስኻ ክትከውን እንድዒ እምበር ከም ናይ ዝሓለፈ ዓመት እንተኾይኑ ግርም እዩ መዓስከር ሳዋ ልክዕ ከምዚ ናይ ገድሊ መግብኻን ማይካን ብሓንሳብ እያ ንኹላ እያ እኩት ኣቢሎማ ቀደም ከም መንደ ከብዶም ረጊጽዎም ነይሩ እዩ ስማዕ እስኪ እዞም ኩሎም ቀዳሞት ሱርያታት እንታይ ዶ ሒዞም መርከብ ሙሉእ ኣስቤዛ ዶ ሒዞም ይኸዱ ነይሮም እየ ኣይጥሕንን ሽኮርን እንዲ እንታ ሎሚ እኮ ተባላሽ እኮ እዩ ነይሩ ስማዕ እስኪ ሓደ ሰብ ኣነ በዛ ዓይነ ይብለካ ኣለኹ ሸውዓተ ሳንጣ ዕሩኽቱን ስድርኡን ናብ ኣውቶቡስ ክሰቕልሉ ርኤ ይብለካ ኣለኹ እዛ ኩላ ዝገብራ ዘለዋ ከዓ ኣዴታት እዩ ኣንታ ኣንታ ሓንቲ ሰበይቲ ዝገበረቶ እኮ ቋንጣ ቀጥቂጣ ኣድኪማ ምስ ቢሑቕ ለዊሳ እንጀራ ሰንኪታ ኮረንሾ ጌራ እኳ ሰዲዳቶ ንወዳ። ካብ ተራ ኮረንሾሲ ሓለፋ ኮረንሾ ክበልዕ ወዳ። ሂናይ ደኣ ስጋ ስጋ እናኣጣዓሞ እባ እቲ ኮረንሾ
ወረ ዘኪርካኒ እቲ ወደይሲ ጓል መስፍን ምሳያ ሳዋ ክትወርድ ኢሉኒ። ዋይ ዋይ ውፀታት ዋይ ውፀት ኣንታ ከምኡ ኢሉኒ ነይርዎ ዘይከምኡ ከዓ ምሁሮ ንፍዕቲ ኢልዎ። ከምኡ እታ ተዕለልና ነበር ይኸውን እዩ። እቲ ወደይሲ እታ ጓል መስፍን ዓርኩኹም ምሳይ እያ ትመሃር ሕጂ ኢና ተላሊና ኢሉኒ። ኣዛብእ ባዕርኹሉ ኣንታ እዚ ሰብ እዚ ፈቐዱ እናኸደ ዓርኪ ሓንጣልየ እናበለ ከዋርደኒ ኣነ ንስኻን ኣዕሩኽ ኢና ተበልናሲ ብልቦና ንመሳሰል ኢና እዚ ዝበል እንታይ ዋይ ኣንታ ኣነ ጠቕሊለ ዶ ከይቀርቦ ክምሕሎ። ንስኻ ተደለኻ መስፍን ግን ኣይደልዮን እዩ። ምኽንያቱ ደቁ መን ከዕብየሉ ንስኻ እኮ ባንኩ ኢኻ። ኣሕ
ወይነ መክሒ መክሒ እባ ኮይነ።
ኣዴታት ተተ ከመይ ውዒልኩም መዓልቲ ክሳብ ካልእ እተወ ዓሚል ዲኺ ተወልዶ ባባ የለን
ጓል ሓንታ ዲኺ ንሕና ዘይንፈልጣ ጓል ደላተ ሓንታ እዋ እንታይ ፈሊጥና ኣምና እኳ ከምዞም ሰበጣ ሓኸው ስቕ ኢሎም ዝኾነ ዝኸይዱ ወሊዱ ሽዑ ዳሕራይ ኣብታ ክሞት ምስ ቀረበ ሓንቲ ጓል ኣላትኒ ይነስሕ ኣለኹ ክብል ደሊኹም
ኣፍካ ንጓል ክበርስ ወደይ

ዛዘራን ዕፀዋንም ኣይንዓፅዋይ መገፍትና ዝኸነት ኣትጓል ኣነ ንብሎ ከለኹ ከማይ ከም ኣዳየ ድሃ ምንኩን እምበር ከም ኣምና ከም ኣቦኹን ከይትኾን ተምሃሪ ኣትግለ ንስኻ ጃና እንዲኻ ኣዲና ኣቦባ ይመፅእ እንዲ ኣይመፅእ ዛጓል ምስ ኣቦኸ ከይተባኣስና ተተ ዝዛረቦ ዘረባ ኣይተቃርብሉ ዛጓል ተተ ምሽክል ገርሂ ኣብዛ ልቢ ቁጣብ ስጋ ዘይብሉ ወዲ ገርሂ ልባ ተንኮል ዘይብሉ እምኒ እዩ ዛጓል ደሓን ንሱሲ

ሓዝፋ ግን ስታይ ምበልኳ ነይረ። ኣንታ ተተወደይ ንዓኻ እሞ እንታይ እተወካ? መማህራንን ናይቶም ናይ ፀጥታ ተቋፃፀርትን ዘለውዎስ ንዓኻ እንታይ እተወካ? ይሕግዞ ዳሕራይ እዚኣ ከዓ እኳ ልማደኛ ተባእሲ ትርኣያ ዘሎ ዳሕራይ ከዓ ንስኹም ከዓ እምበር ወልቲ ብሩኽ መስፍን ሓወይ ዲኺ ትብላ መስፍን ስብሩኽ ወይ ቦጎ ዋይ ንሰብ ተሃምናያ ናቱ ሰብ ሕጎስ ስኬር ፈቱ ከም ኣይትኾና ድዩ እዚኣ ጸሊእክና
እዋይ ኣንታ ዝቆልዓ ኣባ ዝኣሉ እዩ ስኢኑ እምበር ለባ መባ እዩ እብላ ኣደይ ገብርኤላ ሓንታ እዚ መመክሒ ይኮነ እሞ ሽም ተልይዎስ ባ ኣውፅኣሉኻ ኣንታ ኣነ ዝብል ዘለኹ እኮ ነብዞም ቆልዑስ ምልስ ምልስ እንዳልካስ ኣብ እዋን ፈተንኦም ኣይትረብሾም። ኣውራ እኮ ሕጂ እዩ ወለዲ ዘድልዮም እብለካ ኣለኹ። መኺተመላለሶም ደቅኻ እምበር ደቀይ ድዮም ዝጭነቑ። ደሓር ከኣ እቶም ደቂ ትምህርቶም ከኣ ሓደ መዓልቲ ምስ መጸኻ ዳይሬክተር ቤት ትምህርትና መጺኡ እናበሉኻ ይጨርቁሎም። ኣባሓንጣል ሓሳብ ዶ ክረኽበካ? ክረኽበካ
እንታይ እያ ትብል ዘላ እንታ? ግዳ እንዳ ሓንጣል ክረኽበካ እንድያ ትብለካ ዘላ። እሞ በይነይ ትረኽበኒ ደኣ ጉዳይ ተሪራ በላ እሂ እዛ ጓለይ ደሓን ዲኺ ኣይለለኻኒ እንዲኻ ኣየለለኹኹን ዋ እሞ እዛ ዓይንኻ ደኣ ትሕዘካ ኣላ ማለት እዩ ትሓዘንን ትግደፈንን እዚ ንዓኽ እንታይ ምልከተኪ እንታይ ክደሊኺ ዋ ጓል መስፍነ መን መስፍን መስፍን እቲ ውሩይ ደላላይ ጓል ተኾንኪ ከምኡ ትብሊ ኣንቲ ጎቢዝኪ እንዲኺ ደኣ

ብኸምኡ እንድየ ደኣ መጺኤካ። ኣብ ስራሕ ከይደ ምስ ሰኣንኩኻስ፣ በዓል ተተ ድማ ኣብዚ መናፈሻ እዮም ዝርከቡ ኢሎም ናብዚ ልኢኾሙኒ። እምበኣር ተተ ኢሉ ይኽለዩ። እህም፣ እሞ እንታይ ኢኺ ደሊኺ?
ባባ እንድዩ ናይ ትምህርቲ ዝኽፈል ኣለኒ ገለ ምስ በልኩዎስ፣ ናብ ሓንጣል ዓርከይ ከይድኪ ሓሙሽተ ሚእቲ ናቕፋ ውሰዲ ኢሉኒ። እምበኣር
እም፣ ወያ ዝፈራሕኩዋስ መጺኣ መብረ እምበኣር ሰዲደለይ፣ ዋላ ዘይገሸኹ። እሞ ሕጂ እንታይ ኢኺ ደሊኺ? ማማ ድማ ናብ ኣቦኺ ሓንጣል ኪዲ ኢላትኒ። እዛ ፈተና እንተተቋሪጻ ድማ። ቅድሚ ሕጂ ንዓኺ ድየ ተዋሒሰኪ ንጓያ ንሓውኺ? ንሓወይ።
ብሰንኪ እዘን ገንዘብ ድማ ካብ ትምህርቲ ከይተርፍ። እዛ ፈተና እንተተወዲኣ ግን ወላ ባዕለይ ከምጽኣልካ እየ። ዓሕ!
ንትምህርቲ ኢልኪ እንዶ ብዘይ ምጻእ መጺኽኒ? ጽባሕ ንግሆ ሰብ ክትኮኒ እንዲኺ፣ ክትመሃሪ እንዲኺ፣ ክትዓብዪ እንዲኺ። ዝዓቢ ቆልዓ ኣይትበድል እኮ እዩ። እንኪ እስከ እንክማ ሓዚ እንካ ሓዚ እንታይ ደኣሉ ዝኸ ጸጉርኺ ዲ ክንደይ ጽብቕ ደኣሉ ባርኳይ ባርኳይ እምበኣር ወላ ብገንዘበይ ተገዝእ ይኸውን ከይረ በሉ ቀኒለይ ባባ ምስ መጸ ድማ ምለሰሉ ምለሰሉ ምለሰሉ ክብለይ እንታይ ዘሸግር ኣለኪ ባዕለይ ሓኒቐ ምለሶ ክብሎ ንስኺ ግና ኣጆኺ ንፍዒ እዛ ግዜ ንዓኹም እያ ብለኪ ኣለኹ

ዓምና ዓይኑ ከም ዝገርም ጨንቲሩ ከምዚ ናይ ቤት ትምህርቲ ደተ ንዓኺ ኣሞኻ ፀዋያ ተኻ ምሰሙኻ ከምዚ ኤርትረን ምስ ተመርክኣ ክትመስሉ ጎተተተተተት እናበልኩም ናብዛ ኦፊስ ደርግም ሽዑ ጉድ ምስ በልና ከዓ ሰማዕ ኣለኻ ተተ ንዓ ሰምዕ ኣለኺ ኣሙኡ ንተተ ወዲ ሓውኺ ብዘይ ፍቓድ ኣብኪሩ ስለ ዘኮረኻ ሕጂ ኣብዚኣ ክትፍርም ኢኺ ካልኣይ እንተደጊሙ ግን

ሓሰውቲ ድንድንቲ።
እንታይ ኢልኻ ደኣ ክትብል ጸኒሕካ? ኣነ እኳ እንተ እኳ እየ ክብል ጸኒሐ። እንተ ዝድንኪ፣ እንተ ዘብኩር፣ እንተ ዝበልዕ፣ እንተ ዝሰቲ ግጥሚ ኮይና ብሻ ኣይቲ
እዊ ኣብዚ ገዛ ዘሎ ሃለውለው ጓል የለሊና ጓል ከመይ ተፈቲና ሓቂ ሓይሽ ናይ ሎም ተምሃሮ እኮ ዝበዝሑ ንፋዓት ስለዝኾኑ ነጥቦም ተቐራራቢ እዩ ብኸምን ጌርኣ ዝመላለሳ ኩሉ ናይ ደቀይ ነጥቢ ብደቂቕ ተኸታቲለ ኣብ ወረቐት እየ ዘስፍሮ ሽዑ መወዳእታ ሓደ ብሓደ ፀብፂበ ከዓኒ ነጥቦም እፈልጥ ዋ እሞ መምሃራን ክድኣ እንተ ክሰርሑ እዮም እቲ ናይ ነጥቢ ጉዳይ ንመምሃራን ንግደፈሎ ናይ ደቅና ስነ ስርዓት ድማ ንሕና ባዕልና ከምኡ ዘይኮነ ተየሉ ኣብይ መኹሉ ወላዶ ከም ተዝኸውን ዝኾን መምሃራን ዓብ ሓገዝ እዩ ዳሓን ዳሓን ወሊድኩም ፈትንዎ እንዲት ምስላ ወሊዳ ኣላ ቆልዓ ከመይ ከም ዝዓቢ ክትፈልጣ እያ። ዋእ ሄሉ ደኣ ዊዒዛቶ ንስራሕ ክትወፍርያ ወይ ከኣ ቀዳማይ ትወጽእ ተኾይንኪ ውጺ ቀዳማይ ተወጽኡን ከኣ ትሪኦ ኣለኺ በዚ ገለ ዕጣ ኢለ ገይረ ሕቆ ምስስ ከብለት እያ ክትብልያ ንጓል ያ ጀማዓ ዝኾነ ሰብ ኣብ ነብሱ ምስ መጸቶ እየ ዝሕምሞ ጠብዓን ዳሕራይ እንታይ ይዘክር መስልኩም ኣሎ እታ ወሊድካ ፈትና ትብል ምስላ ከኣ ባላ እያ ከኣ ይብል። ኣነስ በሉ ካብዚ ኩሉ እንታይ ጸሪየ ኣለኹ መሲልኩም? እዚ ብኣፍ ደገ ቤት ትምህርቲ ዝካየድ ዘሎ ሸቐጥ እዩ። ነዞም ቆልዑ እኮ ጸይቕዎም እዩ። እወ ጸይቕና።
ኣነ ከ እንታይ ድየ ዝብል? እዞም በረድ ዝሸጥኩ፣ እዚ ጋባ ዝሸጡ፣ እዚ ፉል ዝሸጡ ኣብዚ ኣፍ ደገና ናይ እንዳ ዝማም ኔራ ተትኸውን ሲ ናብቲ ርሑቕ እንዳ ድኳንስ ኣይምስከና ነበር እዚ እዚ እሞ ቀጻሊ እዩ ዝዝረበሉ። ግና ወለዲ ንመምሃራን ክንሕግዞም እዩ ዘለና። ስለምንታይ ኢና ግን ማልስ ናይ ባንዶ ናይ ገለ መቑሽሽዶ እንዳበልና ገንዘብ ሃህ ኢልና ንትምህርቲ ንሰዶም ዘለና? ስድታት ኮይና ሓደ ቆልዓ ብርት ክበልዕ እንድዩ ረኪበ ተማሃረ ድቪዛ ጌሩ ኣታ ከመይ ኣምጽኻ ብርት ትገዝእካ ተወከሱ ማማሲ ናይ ኣቶብስ ኢላ ዝሃበትኒ ምእንታን ብርት ክገዛ ኢለ ብእግረይ መጽ ኢልኒ ርኢኹም እዝን ወዲ ከምዝን ኳ ኢቲ ኩሉ ምክንያታት ካልእ እውን ኣሎ እታ ዘረባ ድኣ ክትገፊሕ ኣምበር ይግፋሕ ወላ ክንዲ እንዳዝማ እንቐጽል ጥራሕ ጽቡቓና ዘለና ኣየተተወደይ በልሚኩ

Hello hello ሃለዋይ ቅበጽ ዓርከይ ናፍቖተይ ዳኣ ይበቁጽካ እንታ ርእሲ ምፍቱሕ ዓርከይ እምበኣር ኢልካ ኢልካስ ከኣ ንፍዕቲ ናይ ሓሙሽተ ሚእቲ መድፍዕ ኣጅ ልኢኽካ ኣሎ ሕራይ ገበረኻ እንታ ቆርማድ ቡኛ ኢዱ መን ዳኣ ኣላ ትኸውን ዘላ እታ ጓልካ ድያ ዋላ ስመረት ወይለይ መን ምዃና ከኣ ጠፊእካ ምንመን ዲኻ ልኢኽካለይ ኣታ እዘን ስድራ እዚኤን ኣዚኣን ድየን ዘሕጉሳኒ እህ ኣደን ጓልን ኮይነን ዶ ርእስኻ ክሳብ ተድንን ክሳድካ ሕች ኢለናኻ። ስቅ ደኣ በል ራዘት ናይ ኣቦኣ ሓዘት እንድዩ ኣታ ቁሩብ ኣይትሓፍር ሕንኽ ኣይትብልን ገንዘብ ከም ዘቀመጥካስ ናብ ንሓንጣል ኪድዮ ኢልካ ክትልእከለይ። ዋይ ሞት ይሕሸኒ ስማዕ እንዶ ንዓይ እኮ ደንጊጽካ ኣይኮንካን ትበኒ እህ ሓንጣል ምንጡል።

ትማል ናይ ንግሆ ዶ ጽባሕ ናይ ገዛ ጉዳይ ኣለኒ በልኩኻ። ዎው እሞ ኣቦን ጓልንሲ እንድሕልኩም። ዎይ ጥራይ ጥራይ ጥራይ ኣብታ ኩልሻዕ ንራኽበላ በኣ ንራኸብ እሞኒ ዝተበርሆ ከኣ የስቲ ወይ ከኣኒ መን ኣስትየን ደሚነን ቻው ቻው ቻው ቻው ቻው ንዛረበሉ ኣብዚ።
ወይለይ ከመይ ከመይ ደኣ ኣላ እዛ ጉዳይ ደኣ።
እዚ ስሉሳዊ ዝምድና እዩ። እዚ ማለት ድማ ኣብ መንጎ ተመሃሮን ወለድን መምሃራንን ዘሎ ዝምድና እዩ። ኣብ ተመሃራይ፣ ብዓብዩ ድማ ኣብ ምህናጽ ንቑሕን ምዕቡልን ስልጡንን ሕብረተሰብ፣ ብቐንዱ ድማ ኣብ ምህናጽ ሓንቲ ምዕብልትን ምዕርግትን ሃገር ዓቢ እጃም እዩ ዘለዎ። ኣንታ ሓቂ ከባኢኻ ዑስማን ነዚኣስ እዩ ጎግል ክትብላ። ኣይትንእሰ ያኢ ጉልጉል እንድዩ ዝመስል ትሪኦ ዘለኻ። ንሕና ብዛዕባ ተማሃራይ ንዕልል ንሳ ከኣስ ብዛዕባ ህንጻን ብርሚልን ትዛረበና እይ። እዋይ ቶቶ ሓወይ ዝተሓድእቶ ኣታ ዘራጊቶ
እዚ ትብልዮ ዘለኺ ሚኩ ቀንዲ ዕዮ ናይ ሚስጥር ትምህርቲ እዩ እዚ ስሉሳዊ ዝምድና ዝበሃል ተሰሪሕሉስ ውፅኢታዊ እውን ኮይኑ ኣሎ እቲ ፀገም ግዜ ዘምፅኦ ናይ ተምሃሮ ባህሪ እዩ ያ ሌሌ ወለድኽ ኣባ በሊ። ኣነ ነዞም መማህራን እውን እጥርጥሮም እየ ናይ ማሕበር ከይከፍሉ ክብሉ ኣብዛ ስሉሳዊ ማሕበር ኣይኣትዉን። ውይ ኣኸ ስቅ እስከ በል ኪድ እስኻ ምስ ማማ ደሃብ ተጻወት። እንታይ ምስ ኣዴ ደሃብ ትጻወት? እወ። ኣዴ ደሃብስ መጻወቲ እያ ዳሕራይ ደግመያ ኸይ። ኣነ እኮ ነጊረኩም እየ ተተዘለዋ ዕላል ትዕምር እምበር ኣይትምዕርንያ። ኣንታ እሞ ንሕና ክንዕምራ እኳ ኢና ንደሊ ዘለና ኣይ ኮቦሮ ኣብ ፀሓይ ዝወዓለ ጢምጢም ዝብል ኮቦሮ እሞ ክነምፅእ ኣብዚኣ ሽዑ ፅቡቅ ጌርና ነውዕላ ዞል ዓለይካ ኣላ ግደፈና ከሊና ከሊና ዓለይካ ኣላ ግደፈና ስራሕና እያ ተቲኖ እዚ ናይ ዓበይቲ እዩ እ- ኪድ እሞ እቲ ኣብ ግዳም ዘሎ ብኬርታት መምፃኢ ክንሓፅቦ ሕራ ስምዑኒ እንዶ ለምለም እዛ ጓል ክሲ ሕጂ ሳዋ ክትከድ ከላ እ? እዚ ብዚ- ዚ- ዚ- ኣብዚ ዝግበር ጨጉሪ እ? ኣብዚ ዝግበር ኣብዚ ዝግበር ናይ ዓይኒ እ? እዚ ዝላኸኽ ኩምዒሳ ክትከይድ

ናይ ጓለይ ኣስቤዛ ከዓ ከምዘን ናይ ገለገለን ወለደን ዘሸግር ኣይኮነን እተን ናይ ግድን ዘይተርፋ ኣስቤዛ እያ ትማልኣ እምበር እዚ ቀንጠመንጢ ኣይትማልኣን እያ ጓልኪ ለባም እንተኾይና ዳኣ ተሓሊልክወ ከም ተተሓወይ እንተኾይና ግን ክልተ ሳናጡ ሜክኣብን ኑቴላን ፒናትን መን ከሊእኪ ሎሞይ ጓል ሓፍታ ከም ዝዕለለትንሲ እዞም ናይ ሎሚ ዓመት ተምሃሮ ዓሰርተ ሓደ ክፍሊ እዞም ሳዋ ዘወርዱ ዘለዉ ብዲሲፕሊን እቶም ዝነፍዑ እዮም፣ ኣስቤዛ እናበሉ ከኣ ንስድርኦም ኣየሸግሩን እዮም ትብለኒ ነይራ። ያቴቴ ያቴቴ ሎሞኻ ጓል ሓፍታ ኮን ኣኻ እውን ጓል እሞኻ እያ ሰሚዕካ ኣለኻ ድሓር ከኣቶም ተማሃሮ ዘይኮኑሲ ኣብቲ መድረስ ርኢኻ ኣለኻ ቤት ትምህርቲ ዋርሳ ይከኣሉ ዘለዉ ንሶም እዮም ሕጊ ውፅኦም እያ ንቃኑን ኩሉ ተምሃራይ ሓደ ኸውን ከም ዘለዎ ስለዚ ክምስገኑ ዝግብኦም እዩ እሞ ኣነስ እንታይ ደልየ ደይ ከማይ ክብልፀኒ

ኣርባዓ ጋሻ ኢኺ መዓስ ኢኺ ትኸድና ኢና ንብል ኣለና ብውሽጥና። ኣላህ
ናበይ ክትከይድ ንሳዳ ሳባ እንዳ ክትሰምዕ ዘለዋ ወሊዳ እንድያ ዘላ ውላድ ከመይ ከም ዝዕቢ ክትፈልጥ ኣለዋ። ኣቲ ጽቕንዶ በላ ግዳ ሓንቲ ዕላል ናይ ጎረቤትና ዘኪርካኒ ሓደ መዓልቲ ሚእቲ ንኣፋ ኣብ ዘቐመጠታ ቦታ ትስእና እሞ ኣብዛ ውሽጣ ጌራታ ስቕ ትብል
ብድሕሪኡ ወዲ ኣብ ትምህርቲ ወለድኻ ጸውዕ ምስ ተባህለ ነዲኡ ሒዝዋ ከደልክን ኣዲኡ ነቲ ጉድ ምስ ሰምዐ ብሕፍረትሲ ኣብዛ ትኣትዋ እኳ ይጨንቕዋ። እታ ሚእቲ ወዳ እዩ ወሲዱላ ጥራይ ከይትብልኒ። ዋእ! እዚ ደኣ ከይተጀመረ ዝተወደኣ ዛንታ እንድዩ። መን ደኣ ክወስዳ ደሊኺ? ወዮ ቆልዓ እታ ሚእቲ ናቕፋ ወሲዱ ኣብ ዕረፍቱ ንኹሎም ተምሃሮ ኣኪቡ ሌካ ሌካ ዘሎ፣ ጋባ ዘሎ፣ በረድ ዘሎ ገዚኡ ምውዳእ ምስ ኣበየቶ ኣብ ፍዳሴ ከኣ ነቶም ኣዕሩኽቱ ኣኪቡ ኩላ ሓሺሹ ንገዝኡ ከይዱ። ወባዕዴን ኣነ ልክዕ ከምዚኣ ዛንታ ዝፈልጣ ኣላ ወይ ድማ ኣነ ክሕኪ ከለኹ ከም ገለ ሰሪቕካ ከይትኾን እያ ንክጽሕፋ ዛንታ ክገብራ ሓሲበ ነይረ
እዋይ ወላዲ ረኺብዎ ዘሎ ከምዚ እኮ ብዙሕ ተመሳሳሊ ዛንታ እዩ ዘሎ። ገለ እዋን ኢና በፂሕና በጃኹም ዋእ እዋይ ማማ ድሃብ እኮ ዓዛ ዘረባ ይትሰምዓ ምፅኦታት ዓለም ኣኺሉ ኢላ ናብ ምፅኣት ዓለም ምፀጋግዓታ ነይራ ሓቃ ክዕለል ከም ዝሰማዕናዮ ወላ እውን ንሕና ቁርብ ቁርብ ከም ዘርከብናሉ ሲ መምሃራንካ ቆልሕ ኢልካ ይጥምቶምን ርኢኻዮም ትሃድም ኣብ ቅድሚኦም ምሕሻሽ ከሞ እዚ ምፆታት እዩ ሄለን ቀፅል ጓለይ ሽዑ ጓለይ እቲ ቆልዓ ከም ዝወሰደ ኣሚኑ ኣብ ቅድሚ ተምሃሮ ይቕሬታ ኢሉ ወዮ ኣደ ኸኣ ሓፊራ ተመሊሳ ንብለኩም።
ቢታ መብራህቱ ደሓን ዲኻ ደኣ እናተሃንፈፍካ ትኸይድ? ኣብዛ ምጭውቲ ዓለም ምስ ዝዓለ ሓንጣል ዓርክኻ ክንህንፈፍ ኢና እምበር ታይ ድኣ እሞ ንገብር። ኣየ
ኣጉዲሉልካ ዶ ኾን ኮይኑ? ኣታ ኢኻ ሰልካ ኩሉ ሻዕ ብኸምኡ ትግምተኒ። ዋእ ሓንጣል ዓርክኻ ገይርዎ ዘሎ በል ጉድ ይብለካ ኣለኹ። እምበኣር ብሓንጣል ግራትካ ተማርረሉ ግዜ መጺኡካ። ኣንታ እወ እታ ተማሃሪት ጓለይሲ ትምህርቲ ናይ ዘንፋዕኪ ዶ ናይ ዘሐጎስክኒ ዶ ኢሉስ ሓሙሽተ ሚእቲ ናቕፋ ሃባ እንተ ደሊንካ ዋህለላ ኢሉ ንዓይ ዘይበኒ። ዋእ ነዚኤስ ሪኤኻ ኣለኻዶ ሳዋ ክትከይድ ከላሲ ነስቤዛ ገልምን ጠቀመኒ። ዋእ መስፍን ንዓቢ ኣምላኽ ፍራሕ እሂ ወይ ንዝብኢ ዶ ምራኽ ሓልወለይ ትብሎ ኢኻ። ሰይ ካሊድ ወራዘ ዋእ ተጸጊኑ ካልኣ ትብለዎ ክብለካ ዲኻ ደሊኻ ኣይብለካን እየ ኣነ ዝሕምመኒ ዘሎ ግን እታ ጓለይ ንህልካ ነቲ ሓሙሽተ ሚእቲ ምስ መሓዙታ ኮይና ናይ መፋነዊ ግብጃ ኢላ ስእልካ ተጻዊታትሉ። በልክዎ ምዃኑ ይፈለጥኩ ንምንታይ ኢሉ ሂብዋ? ባዕሉ ጸዊዑስ ንፍዕቲ ኢሉ ከም ዝሃባ ርግጸኛ ዲኻ? ኣንታ ጓለይ ኣይትሕሱን እያ ካብ ኣይትሕሱን ኣግዳ ገንዘብ ተጻዊታትሉ ዶ ትብለይ ኣለኻ? እንተስእልካ እንዶ ዘረባ ኣይትቖማምል ዋእ ንዓይ ዘሕጎሰ መሲልዋ ሂብዋ እታ እታ ስነ ስርዓተኛ ጓለይ ካኣ ንህልካን ዘይትፈልጦ ገንዘብ ረኺባ እተን መሓዙታ ካኣ ኣጋግየናኣ ዝሓሻቶ።

ኩሉ ሻዕ ክሳድ ክሳድ እንዳጸናሕካ ትኸተሎም ዘለኻ ኣነ ገድድ ምሳኻ ዘኹድድ።
ዋይ ሕማቅ ፍጥረት ኪድ ዝዘራእካዮ ኢኻ ትዓጽድ። እንታይ?
ኣንታ ጓልካ ተኸታተል።
ትሓፍሪ ወጓለይ እዚ ኩሉ ዒፍን ጪሒላ ወሊዳ ኣዕብያስ ሰራቂ ክበሃል። ካብ ኩሉ ዝጸላእኩ ድማ ንተማሃሮ ሞባይል ከይሓዝኩም ኣብ ክላስ ኣይትእተዉ ዝብል መምርሒ ዝህብዎም እዩ። ምክንያቱ ተማሃሮ ዝጠቕሞም ገዲፎም ዘይጠቕሞም ስእልታት እዮም ክሕዙ ዝውዕሉ ዘለዉ። እወ እዛ ሞባይል ትበሃል ዘይትኽልከል እያ። ኣብ ሓደ ገዛ ክማርሩ ዝሰማዕኩዎምሲ መምሃራን ኣብ ሰሌዳ ምጽሓፍ ተሃክዮም ካብ መጽሓፍ ኣብ ገጽ ክንዲ ዝለኩም ጽሓፍዎም ይብልዎም። ካብ ሞባይል ኣሳጋግሩ ኢሎም ባዕሎም የሳጋግሩ ኣለው። እዚ እንታይ ዓይነት ትምህርቲ እዩ? ንስኺ ኣዛሚት ናይ መምህራን ትብልኺ ገለ ተምሃሮ ኣለዉ ጀማዓ ተርኬር ያዓኒ እቲ መምህር ምፅሓፈፍ ሰሌዳ ተማም ገይሩ ምስ መላእተ ሰሌዳ ወንሶም ከይፅሕፉ ኢሎም ገይሮም ምስ ኢልዎ ጀማዓ ተርኬር ወባዕዴን ሸሪጥ ገይሮም ናቶም ኣረፍቶም ፋሕ ይብሉ ዓብ እዩ እዚኣ ጀማዓ ተርኬር ኣብቲ ሞባይሎም ጀማዓ ተርኬር ናይ ኬሚስትሪ ፊዚክስ ባዮሎጂ ሂስትሪ ገለ ክመሉ ኣሎ ነይርዎ እምበር ዓለ ከላ ከላም ፋርቕ ዘይከውን ፊልምታት ወቲክቶክ መድና ናወደ እዋ እሞ እንድሕር ብሞባይል ዘሰጋግሩ ኮይኖም ደኣ እቲ ብጽሕፈት ዝልመድ ጽባቐ ጽሕፈት ከ? ጽባቐ ጽሕፈት ትብል ኣለኺ ክትጽሕፍ ከለኻ እኮ ዝያዳ እዩ ዝርዳእካ።
ኣነ ናይ ቤት ትምህርቲ ዳይሬክተር ተዝኸውን ነይረ እንታይ ዝብል ትእዛዝ መመሓላለፍኩ ነይረ መሲልኩም? እዚ ብዲጂታላዊ ኣገባብ ክትመሃርሉ ኢልና ሞባይላት ዘፍቀድናልኩም ብግቡእ ስለ ዘይተጠቀምኩምለን እተን ሞባይላት ኣብ ገዛኹም ገዲፍኩመን ምጹ ኢለ ትእዛዝ መመሓላለፍኩ ነይረ። እዚ እሞ ዘይከውን እዩ። እዚ ዘለናዮ ዘመን ዘመነ ቴክኖሎጂ ስለ ዝኾነ፣ ክንክልክሎም ዘይኮነ ነቲ ቴክኖሎጂ ብግቡእ ክጥቀምሉ ከም ዘለዎም ከነንቅሖም እዩ ዘለና። እዋእ
ናይ መብዛሕትኦም ተመሃሮ ሞባይል እንተሒዘን ኣለዋ እኮ ኩላትና ንፈልጦ እዩ። እሱ ኸኣ ካብ ኣሕዋትና እዩ ዝጅምር። ናይ ግድን ከኣ ክኽልከል ኣለዎ እምበር። እንተሒዝና ደኣ ጥዑይ ሕብረተሰብ ንፍጠር ኢልና ንምድር ኣለና። እዋይ ኣንታ ኩሉ እዚ ትብልዎ ዘለኹም ኣብቲ ቤት ትምህርቲ ይለዓል እዩ። ምዕባለ ንቕድሚት እምበር ንድሕሪት ስለ ዘይኮነ ንሕና ድማ ኣሰር ኣሰር እዩ ንኸስዕብ ዘለና። ኣብ ምክትታሉ ወለዲ ኣበርክቶ ክገብሩ ኣለዎም። ኣብ ኣጠቓቕምኡ ድማ ምርጫ ስለ ዝኾነ ተምሃሮ እንታይን እንታይን ፈሊዮም ክጥቀሙ ከም ዘለዎም ክመርጹ እዩ ዘለዎም። ዋእ ቆልዓ ደሞ ዝሕሾ ይፈልጥ እዩ ዋላ ነቲ ዝጎድኦ እኳ እዩ ዝጠቕሞ ኮይኑ ዝስምዖ።
ያኣኽዋቲ ስምዓኒ ንዓይ ኣወል። ጠብዓን ኢዛ ዘረባ እዚኣ ዓመና ከይመጸ ወይ ነቋርጻ ወይ መኸፊ ግበራ ወይ ድማ ትቕጽል ኢልክን ሕለፋ። ኣቱም ካብ ናይ ሞባይል ዝኸፈ እግዳ ተዓንቶ እዩ ዘልዓልናዮ ኣብ ኣፍ ደገ ቤት ትምህርቲ ዝሸየጥ ዘሎ ናይዘን ሸቃጦ ማለት እዩ ካብ ንዓመታት ትቋረጽ ይሓይሸ ዝብል ምክንያቱ ብዙሓት ተማሃሮ እዮም ዝበላሸው ዘለዉ እዚ እሞ ቀንዲ ዛዕባ እዩ ምክንያቱ እተን ሸቃጦ ብዛዕባ መክሰበን ደኣ እምበር ብዛዕባ እቲ ኣብቶም ብዙሓት ቆልዑ ዝሰርጥ ዘሎ ናይ ምሕሻሽ ባህሪ ኣይንታየን እዩ ኣታ ክፍደሱ ከለዉ ኮኒ ቤት ትምህርቲ ብልእቲ ሌካ ሌካ ሒዞም ክወፁ ከለዉ እኮ ከምዚ ዝተዓደሉ ኮይኑ ዝስማዕካ
እውይ ያቲ ከመይ ከመይ እዩ ናይ ጓለይ እኮ ካብ ሕጂ ትሒዙ ዘተሓሳስበን ደሎ ኣነ ሓመድ ድፋጫይ ሰትየ ዘምፃኽዎ ገንዘብሲ ምሰልዲ ባሃብኒ ወይ ከዓ ናይ ሌካ ሌካ ኢላ ባዕላ ክትወስድ ኣነ ሞ ኣይክእሎን እየ ንፅንፅ ኣለኹ ምንፅጣፅ እሞ መፍትሒ ይኮነ እንታይ ዳ ክገብራ ንቆልዓ ሓንሳብ ዝኸደላ መንገዲ ሰሪኢኻዮ ካብኣ ኣያግልስን እዩ ዝብል ኣበሃህላ ኣሎ

ትምህርቲ ክንዲ ዝከታተልሲ ስለምንታይ ዕድሚኡ ዘየፍቅደሉ ስራሕ ተስርሖላ። እዚ ትርእዮ ዘለኻ መስኪናይ ኣቡኡ ኣላይ ስድራ ብሓደጋ ዝተጎድኦ ቆልዓ እዩ። መጻኢኡ ከይጽልምት ድማ ካብ ትምህርቱ ምስ ተፈደሰ ኣብዚ ሞያዊ ስልጠና ሓገዝ እህቦ ኣለኹ።
ኣነ ጽባሕ ንግሆ ካብዛ ዓለም እንተ ተፈልየኸ?

ዘባን ተካል ስሩ። ወዲ ወይለይ ኣታ ሓወይ ዝገደደ ሰብ ባል ኣዴና ገምጥል ዘስማዕ ከምቲ እዝኑ ጀም ኪና ንከስሙ ማለት ሲ ከምዚ ምሽ ብሓባር ከይድካ ሲ ትጓዓሱ ኣታ ካብ ማለትካ ሊትሓንኳል ዘረባ ከዓ

ደሓን ዲኹም ታይ ዳኹም
ዓርክኻ መስፍን ናይ ቦክስ ናይ ቦክስ ትምህርቲ ወሲዱ መፂኡ ኣሎ እሞ ናባና እዩ ክፍትኖ ደሉ ዘሎ ግጠሙ ኢኻ
ሞዚ ቦቸፍ ኢለ ኪድ ኣብቲ ካልኻ ፈትን ዳኻኹም ስማዕኒ
ንስኻ እዚ መን ወሃባይ ገይርካ ኢላ ንጓለይ ሓሙሽተ ሚእቲ ናቕፋ ሂብካ ከም ትባላሾ ከም ትጥያ ትገብር

ከምዚ ናይ መስፍን እንድዩ ደኣ ሓባል ብል እያ ከይትቕድመኪ ዝበሃል። ከመይ ደኣ
ሓቅኽን ኣለኽን ጓዲታ መስፍን ጓልካ በዓላ መፅያ እህ ባባ ይረኣኹሞ እንዲኹም ኢላትና ኣይረኣናዮን ምስ በልናያ ንሳ ኸኣ እሞ ንሓንጣል ዘይረኽቦ ኢላ ንሓንጣል ከይዳ ክንረኺባ እወ ባዕላ እያ መፅያ ናብ ሓንጣል ከይዳ እንታይ እንታይ ኢላ ሕቱኽቱኽቱኽቱኽ ከም ዝበለቶ ግን እዝግሄር ዋና። እታ ጓለይ ሕቱኽቱኽ ትብል ጓል መን ኮይና እያ ሕቱኽቱኽ ትብል? ንሕና እኮ ርሂጽና ንበልዕ ስድራ እኮ ኢና። ኤረ በዚ ሓለፍ መብራህቱ መልሓስ መብራህቱ ስማዕ ጓል መስፍን ንግሆ መጺኣ ዶ ቦው ደኣ ትበል እምበር ናይ ቤት ትምህርቲ ዝኽፈል ኣለኒ ሓሙሽተ ሚእቲ ሃበኒ ኢላ ዶ ወሲዳ ገንዘብ እወ
ወየ ካሳ ናይ መስፍንሲ እንዳ ዝማም ድያ ዘላ ኢልና እኳ ጨሪቕናላ። ወየ ካሳ ናይ ዝርጉም ደላላ እኮ ኣብዚ ትካለይ እኮ እያ ዘላ። ዓሕ መጻወቲኹም እባ ኮይነ። ኣታ መድፋዕ ሕጂ ናይ ሓሙሽተ ሚእቲ ሰዲድካለይ ዝበልኩኻ እኮ ንጓልካ እኮ እዩ። ንጓለይ ድኣ ናይ ቤት ትምህርቲ ኢለ ሓሙሽተ ሚእቲ ሂበያ እንድየ። እሞ ንዓይ እውን ትጻወተለይ ኣላ ማለት እዩ። ንደምካ!
ዓሕ
ደድሕሪ ሓንጣል ክኸይድባ መዋራ ዘይስሕብ ኮይኑ። ታይ ዋይ ተረካቢ ዓድዮ ወረ ኣነ ዝፈርሕ ዘለኹ እዚ ንመርዓትካ ከኣ ናብ ሓንጣል ኪድዮ ከይትብለ። ሓንጣል
ጉድለትካ ሓቢእኻ ናብ ካልኦት ኢድካ ኣይተዋጣውጥ። ኩነታት ደቀይ ክፈልጥ ቤት ትምህርቲ ጸኒሐ ምስ በልኩኻ ዶ ኣይተማዓትካንን። ተማዒተካ እወ እሞ ከምዚ ዶ መሲልኒ። ኣምና ከኣ ደንጉዩ መሰለን ዝርዳእካ ከምዚ ዶ መሲሉ ከምዚ መሲሉ ኩሉ ግዜ እምኒ ክትከውን ሓሳብ ሓንሳብ እታ ልብኻሲ። ልክዕ ከምዚ ናብ ስጋ እባ ቀይርና ከምዚ ናትና ሪኢኻ ስጋ
ሓቁ ኣሎ ተተወልደ ልብታትና ናይ ስጋ ልቢ ክትኮነልና ክንጽልይ ዘለና ሪኢኻ መብሬ ርያ ርያ ካብቲ ዘረባይ እ፣ እናወሰደ ፅቡቅ ዘረባ ዘረባ ልባ እ፣ ሰምዓኒ ኣለኹም ንስኹም ከዓ ካብዛ ናተይ ልቢ ወሲድኩም ክትልቡ ምፈቱን ሓረ ክሳብ ሕጂ ዘይፈለጥኩ ነቲ ሰናይን ቅኑዕን ተግባር ካብ ዝኾነ ይኹን ክትወስዶ ግርም እዩ ክገርመኩም ዘይከም ጓል መስፍን ወደይን ጓል ለምለምን ዝርከቦም ዓሰርተ ሓደ ክፍሊ ተምሃሮ ማለት እዞም ሎሚ ዓመት ሳዋ ዝኸዱ እውይ ኣነስ ጉደይ ይህ መብሬ እንታይ ድዮም ገይሮም ረቢሾም ድዮም ተሰይዎ ኣንታይ ሕስሩ ዘለኹ ቤት ፅንሕ ክቲ ድብሰኺ ኸ ኣረኪብናያት ማማ ኣረኪብናዮ ሓቃ ኣላ ኣይትታወኺ ጓልኩን ወደይን ዝርከብዎም ሎም ዓመት ሳዋ ዝኸዱ ኣብነታውያን ተምሃሮ ነቲ ዲቪዝኦም ነቶም ዲቪዛ ዝኣረጎምን ክገዝኡ ዝሽገሩ ኣሕዋቶምን መማህርቶምን ክኸውን ኢሎም ሓጺቦም እዮም ኣረኪቦሞ። ኣሰይ ኣትክልቲ ድኣ ነፊዕኩም ንፋዕ ስም ደቀይ። ነዚኣቶም ፍልይ ዘብሎም ብወለንትኦም እዩ ክኸውን ዝግብኦ ግን ናይ ካልኦት ኣብያተ ትምህርቲ ልክዕ ከም ናይ ቀይሕ ባሕሪ ቤት ትምህርቲ ብትእዛዝ ቤት ትምህርቲ ናይ ብምሎም ናይ ዓሰርተ ሓደ ክፍሊ ተምሃሮ ዲቪዛ ክእከብ እዩ ዝግብኦ
ስምዒ እንዶ እታ ጓለይ ከም ሰኣቶም ኣይነበረትን ማለት እቲ ዲቪዛኣሲ ነቲ ቤት ትምህርቲ ኣይረከበትን ጓልካ ደኣ እሞ ምስቶም ኣብ ዲቪዝኦም ፊርሞም ፅሒፎም ዘባላሽዎ ከምኡ ድማ ዒራ ደኣ ወዲእና ኢና ነበሉ ዲቪዝኦም ቀዲዶም ዝወሓፎ ሰሚዑካ ፀኒሓ እታ ጓለይ እታ ጓለይ እታ ጓልካ እውን ንስኻ ሓሙሽተ ሽሕ ትምንዝዕ ጓልካ ድማ ካባይ ሓሙሽተ ሚእቲ መንዚዓ ከምዚ ገለገለ ሕማቓት ተምሃሮ ዝገብርዎ ናይ መዕፀዊ ትምህርቲ ዶን ኣጅኒ ዕፍሪት ኢሎም ኣብ ኤክስፖን ቤት ገርግሽን ዝዘናግዕሉ ንስኻ ተዘናጊዖም ደሓር ቴ ሞሊዖም ከተማ ዝድውሹ ምስኦም እያ በል ክትፈልጥ እውይ ጓለይ እውይ ጓልካ